ሰላም ተዓዘብቲ ናይዚ ቻነል ከመይ ትኾኑ ኣለኹም ተስፋ እገብር ኩልኹም ኣብ ዘዘለኹም ሰላም ትኮኑ ሎም መዓንቲ ሃን ከምቲ ኣርእስቲ ዝረኣኹማ ብዛዕባ እዚ ኩሉ ሰብ ዝዛረበሉ ዘሎ መወፅ ናይ ኣብ ቲክቶክ ሕጂ ተጠቀምቲ ዘረኣ ኮንኩም ኩሉ ግዜ እዚኣ ፅብቕቲ እያ ናይ መወፅ ሓድሽ ዓይነት ኣላ ተጠቀሙላ ድብሉ ፈልጥ እየ ብዙሓት ተጠቂምና ኢና ኣብ ዓድና ኮለና ሕጂ ግን ከምዚ ተዋዕዊዕዎ ዘሎ ኣብዚ ናይ ሶሻል ሚድያ ከመይ እዩ እዚ ብናይ ሕክምና ማት ብናይ ጥዕና ብናይ ስኒ ክንሪኦ ከለና ኣጽኒዖም መጽናዕቲ ተካይዱ ጽቡቅ ኢሎሞ ድዮም ንስንና ጽቡቅ ድዩ ሕማቅ ድዩ ብዛዕኡ ንእሽተይ ኣብዚኣ ቪድዮ ክሰርሓልኩም እየ ምናልባት ግና ሓደሽ ተኸታተልቲ ናይዛ ቻነል እንተ ኮይንኩም ሳብስክራይብ ግበሩማ መታን ሓድሽ ቪድዮ ክመፅእ ከሎ ኖቲፊኬሽን ከመፅኣኩም እንኮ ላይ ከዓ እዚ ናይ ስኒ ቻነል ጠቃሚ ኢልኩም ትሓስቡ እንተኮይንኩም ምስ ካልእ ሰባት ሼር ትገብርዎ ትኽእሉ ኢኹም ኣነ እዳ ስኔ ድሰርሕ ሕጽር ሕጽር ዝበለ ቪድዮታት ከም ዝገብሬ ንኹሉና ሃኒ መታን ትምህርቲ ኸውን ሕጂ ቅድሚ ናብታ ኣርእስቲ ምኻድና ኣብ ስጋዕ መወዳእታ ተኸታተልዋ ቁሩብ እቲ መበገሲኡ ንምንታይ ብራሽ ኣድልዩ ንስንና ንዓ ንእሽተይ ኣብዚኣ ትንክፍ ከብላይ ማለት እዩ ስንና ኩሉ ከምቲ ኩሉ ግዜ ዝብሎ ስንና ኣዝዩ ኣዝዩ ኣገዳሲ እዩ ክንበልዕ ክንሰቲ ከለና ኩሉ ግዜ ብኣፍና ስለ ዝጅምር ማለት እዩ ሕጂ እቲ ብራሽ ንምንታይ ኣድልዩ ቱዝ ብራሽ ወይ ኤሌትሪክ ክኸውን ይኽእል ወይ ማንዋል ክኸውን ይኽእል ዋላ ኣብዚ ሕጂ ክዛረቦ ተቐሪበ ደለኹ ናይ ባህላዊ ዋላ ክኸውን ንምንታይ ኢና ደሌና ደሌና ምኽንያታት ኣዝዩ ኣገዳሲ እዩ ንሱ ከኣኒ ዝበላዕናዮ ነገራት ኣብኡ ኮፍ መታን ከይብል ኮፍ ኢሉ ከኣኒ ናብ ካልእ ደረጃ ከይበጽሕ ንሱ ከኣኒ ንስንና ናብ ኢንፌክሽን ከይገብሮ ወይታ ስንና ዝኾነ ባክተርያ ከይበልዓሞ ወይ ከይትረግፍ ወይ ከኣ ናብ ሩት ከናል ድበሃል ናብ ካልእ ነገራትም ከይንኸይድ ማለት እዩ ካብኡ ሓሊፉ ከኣ ውሽጣዊ ሕማማት እንተ ኣለና ከኣ ንዑም ከቀላጥፎ ይኽእል ማለት እዩ ስለዚ ቱዝብራሽ ኣዝዩ ኣዝዩ ኣገዳሲ እዩ ኣብ መዓልቲ ክልተ ግዜ ምሸትን ንጎን እንኮላይ ከኣ ዝኾነ ነገር ከምዚ ኣብ መንጎ መንጎ ስናክ ክብልዎ ማለት እዩ ጣዕሞታት ከምኡታት እንተ ኮፍ ክብል ደይንደልዮ ነገር ሽኮራዊ ነገር ተኾይኑ ኸኣኒ ቱዝብራሽ ተራ ተቂምና ምንም ሽግር የብሉን ማለት እዩ ስለዚ እዚ እቲ መንቀሊ ቱዝብራሽ ኣዝዩ ኣዝዩ ኣገዳሲ እዩ ማለት እዩ ከምዚ ሕጂ ንሪኦ ዘለና ግን ብዙሕ ዓይነት ቱዝብራሽ እዩ መፂ ዘሎ ሕጂ ብዛዕባ እዚ ናይ ሞደርን ኣብዚ ሕጂ ሪኦም ሰሪሖም እዚ ንሕብረተሰብ ይሓይሽ ኢሎም ኣምጺኦሞ ዘለዉ ዘይኮነ ድዛረቦ ዘለኹ ብዛዕባ እዚ ኣብ ሶሻል ሚድያ ተጋኒኑ ደሎ ብዛዕባ እዚ ናይ ባህላዊ ዓይነት ማለት እዩ ቀደም ኣብ ዓድና ብራሽ ክንገብር ከለና ዋላ ኬድና ገዚእና ገለ ዘይኮነ ስኒ ወላ ኣብ ኖርማል ቦታ ክንከይድ ከለና ኣብ ናይ ኦም ድራኣናዮ ንእሽተይ ኣልግስ ኣቢልና ንዓኣ ሕጽብ ሕጽብ ኣቢልና ወይ ኣብ ፍርጅ ኣብ ማይ ኣሊኽና ዲና ኮፍ ነብላ ወላስ ኢልና ንጥቀመሉ ኢና ወላ ኣዴታትና ኣቦታትና ወላ ንሕኖም ተጠቂምና ኢና ስለዚ ኣብዚ ሕጂ መጺ ዘሎ ግን ወላ ኣብ ኣማዞን ይገብርዎ እዮም ወላ ኣብ ዝኾነ ማርኬት ከይድኩም ይሸጥዎ ጀሚሮም ኣሎ ማለት እዩ እዚ ስኒ ብናይ ሕክምና ብናይ ስኒ ሕጂ ስኒ ናይ ጥዕና ጉዳይ እዩ ስለዚ ብኡኸ ዝኾነ ነገር ክንገዝእ ከለና ስኒ መጽናዕቲ ኣካይዶም ንሕብረተሰብ ኣገዳሲ ኢሎሞ ድዮም ሕጂ ኣነ ኣብ ኩሉ ግዜ ክዛረብ ከለኩ ጀነራላይዝ ክዛረቦ ደልየ ግን ኩሉ ግዜ ካብ ዓዲ ናብ ዓዲ ይፈላለ እዩ ኣብቲ ዓዲ ዘለኩሞ ከኣ ሪሰርች ክትገብሩ ኣለኩም ማለት እዩ ሕጂ ንሕና እቶም ናይ ስኒ ዝኮን ነገር ናይ ቱስፔስት ቱስብራሽ ክሰርሑ ከለዉ መጽናዕቲ ዘካይዱ ኤዲኤን ንብሎም ማለት እዩ ብናይ ሕክምና ናይ ስኒ ከጽንዕዎ ኣሎም ኣጽኒዖም ከኣ መጽናዕቲ ተካይዱ ከኣ እዚ ንሕብረተሰብ ኣይጎድእን እዩ ጽቡቅ እዩ ዝብል ክወጽእ ኣለዎ ክርከብ ኣለዎ ንክትጥቀመሉ ማለት እዩ ሕጂ ኣብዚ ናይ መወጽ ክንሪኦ ከሎና ኩሉ ግዜ ሰባት ነናቶም ምርጫ ክህልዎም እዩ ክጥቀሙ ይኽእሉ እዮም ንሰብ እዚ ተጠቀም ኣይትጥቀም ክንብል ኣይንኽእልና ማለት እዩ እቲ ሕጊ እቲ ዘሎ እቲ ናይ ስኒ መፅናዕቲ ስርሖም ክሰርሑ እዮም ድሕሪኡ ግን ንሕና ወሰንቲ ማለት እዩ ስለዚ እቲ ኣብዚ ናይ ኤድኤ ኣብዚ ናይ ኣሜሪካ ክንሪኦ ከለና ግን መፅናዕቲ ብስነ ስርዓት ኣካይዶም ሚእቲ ካብ ሚእቲ ንሕብረተሰብ ጠቓሚ እዩ ኣይበሉን ደለዉ ጠቓሚ ማለቶም ሕጂ ኣይድግፍዉን እዮም ማለት እዩ ሰብ ክጥቀም ይኽእል እዩ ግን ሚእቲ ካብ ሚእቲስ ኣጽኒዕና ስኒ እኹል ዝኸውን መጽናዕቲ ኣይረኸብናሉን ዘለና እዮም ኢሎም ደሎ ማለት እዩ ሕጂ ምናልባት ኣብ ሕቶ ህሎና ኸውን ኣብ ካልእ ዓዲ ደኣ እሞ ጸዲቑ እዩ ኣብ ካልእ ዓዲ ደኣ እሞ ሰብ ጥቀመሉ ኣቦታትና ኣዴታትና ተጠቂሞም እንድዮም ምንም ጎዳኢ ይብልን ክንብል ንኽእል ኢና ግን እቲ ሰብ ነናቱ ኣሰራርሓ ኣሰራርሓ ሰብ ክብል ከሎ ሕጂ ብናይ ሕክምና እቶም ደጽንዑ ማለት እዩ ወላ ነዚ ቱዝብራሽ እዚ ንሕና ኣብ ገዛና ዘለና ቱዝብራሽ ዋላ ክሰርሕዎ ከለዉ መጽናዕቲ የካይዱሉ እዮም ብርትዕ ዝበለ ድዩ ወይ ልስሉስ ድዩ እቲ ሰብ ብራሽ ክገብር ከሎ ከ ኣብ ኩሉ ቦታ ይኸይድ ድዩ ፍሌክስብል ማለት እዩ እሱታት ኩሉ ኣብ መጽናዕቲ ይካየድ እዩ ማለት እዩ ሕጂ እቲ ከመይ ጌርካ ኣብ መጽናዕቲ ተኻይዱ ጸዲቑ ድዩ ኣይጸደቐን ቅድሚ ሕጂ ቪድዮ ሰሪሕልኩም ነይረ ንዕኡ ክትርእይዎ ትኽእሉ ኢኹም ማለት እዩ። ናይ ግድን እቲ ሎዎ ክህሉ ኣለዎም ኣጽዲቖምዎ ስለዚ ጽቡቕ እዩ ዝብል ክበሃል ኣለዎ። ናይዚ ናይ ባህላዊ ከኣኒ ብኸምኡ እዮም ሰባት ክጥቀምሉ ይኽእሉ እዮም ግና ብናይ ሕክምና ግን ሚእቲ ካብ ሚእቲ ጽቡቕ እዩ ንሰብ ሕብረተሰብ ክጥቀመሉ ይኽእል እዩ ኢሎም ግን ኣየውፅዎን ዘለው ማለት እዩ። ግን ኩሉ ግዜ ኣብ ግምት ክንእቶ ኣለና ኣብ ካልእ ዓዲ ግን ጸዲቑ ይኸውን እዩ። ሕጂ ብሓፈሻዊ ጥራሕ ኣብዚኣ ክነግረኩም ስለ ዝደሊ ኢለ ኣብዚ ናይ ኣሜሪካ ኣነ ደለኾ ግን ሚእቲ ካብ ሚእቲ ኣይጸደቐን ዘሎ ብዙሕም ኣየተባብዑን እዮም ማለት ዋላ ናብ እንዳ ሕክምና ሰብ ክመጹና ከሎ ዋላ ሕጂ እዚኣ ተጠቀሙ ናይ ባህላዊ ኣይንብልና ማለት እዩ። ምክንያቱ ብስነ ስርዓት ዝጸደቐ ነገራት ክኸውን ኣለዎ ማለት እዩ። ስለዚ ንምንታይ ኢና ቱዝ ብራሽ እቲ ሓደ ንሕና ንመርጽ ሓደ ነቲ ስንና ብጣዕሚ ረቂቅ ስለ ዝኮነ ሰንሰቲቭ መታን ዝኮነ ነገር ከየምጻልና ሓይሊ ማለት እዩ ሶፍት ወይ ኤሌክትሪክ ወይ ከዓ ኤሌክትሪክ ቱዝ ብራሽ ዋላ ይኹን ወይ ሶፍት ወይ ኤክስትራ ሶፍት ክኸውን ኣሎ ማለት ካብኡ ሓሊፉ ከዓኒ ንዝኾነ ቦታ ክንከይድ ኮለና ፍሌክስብል ክኸውን ኣሎ ከም ድሌቱ ከያዳይ ክንቀሳቀሰልና ኣለዎ ንብል ማለት እዩ ብራሽ ክንገብር ኮለና በቲ ቱዝ ብራሽ ርፍርፍ ዝበለ ነገራት ኣይክወጽን እዩ ኣንለስ ንሕና ምናልባት ሓይሊ ንጥቀም እንተደኣ ኮይንና ንሕኝኾ ብሓይሊ ንጥቀም እንተኾይንና ምናልባት ካልእ ደረጃ ክበጽሕ ይኽእል ማለት እዩ ሕጂ በቲ ሓደ ወገን ክንሪኦ ከለና ናይ ባህላዊ ከኣኒ ድሕሪ ክልተ መዓልትስ ክትበላሾም ትኽእል ትኸውን እያ ምክንያቱ እንተ ክንሕኝኾ ከለና ርፍራፋት ነገር ክወፅ እዩ ካብኡ ሓሊፉ ከ ከመይ እዩ ሶፍት ድዩ ንስንና ጎዳኣይ ድዩ ካብኡ ሓሊፉ ከዓ ከም ድሌቱ ቦታ ስኒ ፍሌክስብል ድዩ እቲ ናይቲ መወፅ ማለት እዩ እቲ ናይ ኦም ቁራጽ ንኣሽቱ ነገራት እንድዩ ሕሰብዎ ብውብራሽ ክትገብሩ ከለኹም። ሕጂ ናይ ዋጋ ክንሪኦ ከለና ስኒ ኣየናይ እዩ ደዋጽእ እቲ ናይ ቱዝ ብራሽ ክንሪኦ ከለና ብዙሕ ሕሱር እዩ ወላ ቅርሽም ክትገዝኦ ትኽእል ኢኻ ወይ ተስዓን ትሽዓተን ሳንቲም ወላ ክልተ ቅርሺ እቲ ሓደ ከ ክንደምንታይ ዋግኡ እዩ ካብኡ ሓሊፉ ከ ኣየናይ ንብዙሕ እዋናት ክጸንሓልና እቲ ናይ ቱዝ ብራሽ ክንሪኦ ከለና ንሰለስተ ወርሒ ዋላ ክጸንሕ ይኽእል እዩ ንሕና ኣጠቃቅሙ ጽቡቅ ጌርና እንተ ተጠቂምና ማለት እዩ እቲ ሓደኸ እናሓኘኽና እናሓኘኽና ከመይ ንብዙሕ እዋን እጸንሓልና ድዩ ከመይ እዩ እዚታት ኩሉ ብ ግምት ክንእትዎ ኣለና ማለት እዩ ሕጂ ወላ ኣብቲ ወላ ኣብዚ ዓዲ ንሕና ዘለናዮ መጽናዕቲ ኣካይዶም ጽቡቕ ዋላ ኣይኮነን ዋላ ወላ ጽቡቕ ነገራትም ይሃሉ ምክንያቱ ባህሊ ናይ ባህሊ ቀደም ብዙሕ ሰባት ተጠቂሞምሉ እዮም ኣንቲ ኢንፍልሜሽን ኣሎ ወላ ይባሃል ሚእቲ ካብ ሚእቲ ኣይረኸብናሉን ኢሎም ኣለዉ ማለት እዩ ግን ንሕና ድሓነይ ዋላ መጽናዕቲ ኣካይዶም ጽቡቕ ዋላ ኣይበልዎ ክጥቀመሉ ክንብል ንኽእል ኢና ግን ንሕና ከኣ ከም ሰባት መጠን ከመይ እዩ ኣብ ኩሉ ቦታ ብራሽ ክገብር ከለኹ ስኒ ኣብ ኩሉስ ክንቀሳቐሰለይ ይኽእል ድዩ ከም ድሌተይ ክኸውን ይኽእል ድዩ እናሓኘኹኸ ርፍራፋት ድወጽእ ተኾይኑኸ ሓይሊ ኣለዎ ድዩ ነቲ ነቲ ስነይሲ ክጎድእ ድዩ ምክንያቱ ሰንሰቲቭ መታን ከይከውን ማለት እዩ ስለዚ ብሓፈሽኡ ትንክፍ ትንክፍ የቢለልኩም ደለኹ ካል መዓልቲ ምናልባት ኣስፋሕ ኣቢለ ክሰርሕ ይኽእል እየ ብሓፈሽኡ ግን ንሰባት እዚ ሕሸኩም ክንብል ኣይንኽእልን ኢና፣ እዚ ናይ መወጽ ማለት እዩ። ብስነ ስርዓት ድጸደቀ ብናይ ሕክምና ኢና ክንሪኦ ንደሊ ማለት እዩ። ስለዚ ምናልባት ነቲ ኣዓድኹም ዘሎ ቼክ ግበሩ፣ ምስቲ ናትኩም ናይ ሓኪም ናይ ስኒ ከኣ ክተዘራርቦ ትኽእሉ ማለት እዩ። ብናይ ሓፈሻ ክንሪኦ ከለና ግን ኣብ ናይ እንዳ ሕክም ናይ እንዳ ስኒ ብዙሕ ሚእቲ ካብ ሚእቲ ኣይጸደቐን ዘሎ ማለት እዩ። ወላ ክትጥቀምሉ ትኽእሉ ኢኹም ግን እቲ ሓደ ሞር ይበልጽ ማለት እዩ። ብዙሕ ሶፍት ስለ ዝኾነ ካብኡ ሓሊፉ ኳነ ፍሌክሲብል ኣብ ኩሉ ቦታ ስለ ዝኸይድ ማለት ርፍራፍን ክፈጥርን ብዙሕ ስለ ዘይክእል ማለት እዩ ብዛዕባ እዚ ምናልባት ኣስፋሕ ቢሎም ካልእ መዓልቲ ቪድዮ ክሰርሓልኩም እየ ዝኾነ ሕቶ እንተለኩም ኣብ ታሕቲ ትገብሩለይ ትኽእሉ ኢኹም ብጣዕሚ እየ ዘመስግን ነዝኹም ኩሉ ግዜ ሳፖርት ትገብሩኒ ሳብስክራይብ ግበሩ መታን ሓድሽ ቪድዮ ክመፅእ ከሎ ኖቲፊኬሽን ክመፃኩም ይቐኒየለ ኣሕዋተይ